ኩልና ከምንፈልጦ ህዝቢ ትግራይ ሕድሪ ሰማእታት ኣይዕብርን ኢሉ ሕገ መንግስቲ እውን ክኽበር ኣለዎ ኢሉ መሰል ዓርሰ ውሳነ እውን ርእሰ ምሕደሩ ንምርግጋፅ መረፃ ዘካየደ ታሪካዊ መረፃ እውን ከም ዘካየደ ዝከኣል ምዃኑ ብጭቡጥ ናብ ሃገር እውን ንደገ ውን ኣብ ወፃኢ ውን ዘረጋገፀ ፅቡቅ ፅቡቅ ታሪክ ዝሰርሐሉ መረፃ ኣካይዱ እዩ። ብኡ ኣቢሉ ውን ናይ ባዕሉ መንግስቲ ኣጣይሹ እዩ። ነዚ ስዒቡ ብፌደራል መንግስቲ ኮልና ያው ዝፀንሐ እውን እዩ ንከታተሎ ነርና ኢና መረፃ ከይተካይዱ ተካይድኩም እውን ከምዘይተካየደ ኣይፍፀምን እናበሉ ይገልፅዎ ነይሮም እዮም። ግን ንሕና ምስታ መንግስቲ ሕገ መንግስቲ መሰረት ክገብራ ስለ ዝነበራ ከም ህዝቢ ኩልና እተን ሓድሓድ ውድባቱ ኩሉ ትግራዋይ ክበሃል ይከኣል ኣተው እዩ ናይ በዓሉ ውሳነውን ወሲኑ እዩ ፌደራል መንግስቲ ድማ መረፃኹም ይቕበልን ይብል ይብል ነይሩ እዩ ድሕሪኡ እውን ንፈልጦ ቤት ምኽሪ የለን ንፈልጦ ስራሕ ፈፃሚ ናይ ክልል ዝበሃል የለን የለኹምን እዮም ኢሎም መልከሙ ክበሃል ዝከኣል ኣይኮነን። ሕዚ ጥራይ መሪጹ እዩ። እቲ ፌደራል መንግስቲ ሕገ መንግስቲ ጥሒሱ ስለ ዝኸደ መን ተባዕሉ ኢሉ ክብሎ ዝኽእል እዩ ኢልና ኢና ክንወስዶ ተባዕሉ ኢሉ ክወሰድ ክብሎ ዝኽእል እዩ። ስለዚ እቲ ዋና ከምኡ ምባሉ እንተይኮነ ሓደ ውሳነ ህዝቢ ትግራይ ናይ ውድባት ናይ ገለ ውልቀ ሰባት ዘይኮነ ህዝቢ ትግራይ ንድሕር ወሲኑ ዝተወዲ እዩ ዝበልካ በልካ ውሳነ ህዝቢ ትግራይ ምኽባር እያ ካሊእ መንገዲ የብላን እዚኣ ዓንቀፅ ምጥቃሰይ ትደሊ ካሊእ ትደሊ ካሊእ ተድልያ ህዝቢ እንተወሲኑ ዝተወዲ እዩ ስለዚ ህዝቢ ናይ ትግራይ ህዝቢ ውሳነ ኣይተኸበረን እዩ ብዓንቀፅ ኣጠቃቂስካ ዝበል ኣይኮነን ኣይንቐበልን ዝበሃል ነገር ተቐባልነት የብን የብሉን እዚ ግን ፅቡቅ ከም ፖለቲካ ኣፈላለይ ኢልና ንወሰዶ ዋና ፀገም ተስዒቡ ዝመፀ እዩ ስዒቡ ያው ልዕሊ ህዝቢ ትግራይ ክንደይ ቅፅዓት ቅፅዓት ሓደ ክልተ እውን እንተይኮነ ናይ ቅፅዓት መደራጉሕ ኣብዚ ሓፀር ግዜ እዮም ደርጒሖሞ ይባል ይከኣል እዩ ከይዱ ከይዱ ክንጠልኒ ከም ዝወሰነ ዘርኢ ዘመላኽት ህዝቢ ኩሉ መንእሰይ ኣብ ውሽጢ ኣብ ደገ ዘሎ ህዝብና ብዝገበሮ መኸተ ሓደግኡ ክንልክዮ ዋላ እኳ እንተኸኣልን ተተሓሳስባ ይወዳእ እቲ እተን ዘፍረየን እኽሊ ኣብ ቆፎኡ ከየእትወን ክውሰዳ ክእረያ ጠሚ ከም ዝወሰነ እዩ ዘርኢ ደድሕሪኡ እውን ብመዓልቲ እንተይኮነ ደድሕሪኡ ግን ደድሕሪኡ ዝተገብረ ናይ ምግቢ ውሕስና ናይ ዓለም ባንክ ሓገዝ ብሃገር እውን ይወሃብ እዩ ግን ኣብ ትግራይ እውን ናይ ባዕልና ብፅሒት ነይሩ ምግቢ ውሕስና ዝሕገዙ ወገናትና እውን ከም ዝወሃቦም ድጋፍ ከይረኽቡ ገይሩ እዩ ንትግራይ ብፍሉይ ማለት እዩ ንትግራይ ብፍሉይ ከይወሃብ እናገበርካ እዚኣ እውን ተኣሳሰረ እዩ ምስናይ በጣ ተተሓሳሰብ ኢና ንርኢ ይጥመ በዓል ይፈልጥ ዘይረግፍስ ብድሜት ኣብ ህዝቢ ዝመፀ ስለ ዝመረፅካ ስለ ዝመከትካ ክትግረፍ ኢኻ እዩ እታ ዘላቶም ዓቕሚ እታ ዘላቶም ስልጣን ንህዝብና ከሳቕዩ ክሳብ ክንደየናይ ከም ዝወሰኑ እዩ ዘርኢ ብጥሜት በምጣ ውራር ዝምነይሉ እንተይኮነስ ብተግባር እውን ዝሕግዙ ከም ዝኾነ ኢና ርኢና ናይ ቤት ትምህርትታትን ናይ መናእሰይ እውን ይፍለጥ እዩ ቤት ትምህርቲ ክፈት ተባሂሉ ክጅምር ተኾይኑ እናተኸላኸልካ ግብሮ እዩ። ብፍሉይ ንትግራይ መናእሰይ ትግራይ ንካሊ ኩሉ እናተለኣኸ ትግራይ ጥራሕ ከልኪሎም እውን ኣብ ደቅና እዮም ወሲኖም ወላይ ወዱ እዩ ብጭካኔኦም ብጣዕሚ እዩ ክትሓስቦ እውን ዝገርመካ ኣብ ህፃናት ትውስን እንታይ ማለት እዩ ኣተሓሳስባ ግን ንትግራይ ፈሊኻ ምጥቃዕ ናብ ህፃናት እውን ከይደ እዞም ህፃናት እዚኦም ከም ኢሎም ምሕዝ ከዓዩ እዚ መንግስቲ ስ ከምዚ ገይርና እዩ በዲልና እዩ ስለዚ በል ገልብጣ መልሳ ናጉያ ጉያ ይትኣት ካልኦት ከም ትፈልጦ ምንም ይደፍሉ እዮም ዘለዉ ዋላት ናይ ብዓለም ለኸ ትካላት ዝተገብረ ደገፍ ኩሎም ይንቀሳቀሱ ኣለዉ እዮም ንትግራይ ንምንታይ ክልኩል ኢሎም ዩኤስኤድን ወሎ ኣውሮጳ ሕብረት ካልኦት እውን ኣየእትወኩምን እዚ ምስ ፖለቲካኹም እይተተኣሳስሮ ካብ ንትግራይ ትምልከት ስደድ ዋና ውሪ ደፍዎም ኣለዉ እዮም ገና እዩ ተግባራዊ ኣይኮነን ኣተሓሳስባ ግን ንትግራይ ምብዳል እዩ ትግራይ ምብዳል እታ ዘላቶም በትሪ መሳርሒ ይቀጥቀጥ እዩ መሰለይ ስለ ዝበለ መሰለይ ይከበርለይ ስለ ዝበለ ሕገ መንግስቲ ስለ ዘኽበረ ክንዲ ዝምስገን ኩላ ይቕጥቀጥ እዩ ዘሎ ናይ በጀት ኣይፍለጥ እዩ ብኣዋጅ እውን ገለፅዎ እዩ እዚ ብዘይ ኣዋጅ በጀት ዘይንህብን ኣይንፈልጦን መንግስቲ እዚ ናብ ወረዳን ናብ ከተማን ናብ ጣብያታት ኢና ንኸይድ ነቲ ፌደራል ስርዓት ብትንትን እዮም ኣቢሎም ከምኡ ዝበሃል ፌደራል ስርዓት የለን ናብ ወረዳን ጣብያን እንተልካ ኣህዳዊ ስርዓት ማለት እዩ ኣህዳውነት እዩ ስለቲ በጀት ሓደ መሰልና እዩ ናትና ቅርሺ እዩ ገይሩ እዩ ዝመፅእ ዘሎ ንሕና ዝኣከብናዮ እዩ ዝመፅእ ዘሎ ክልኩልና እውን ኣይኽእሉ ተፈፃፅማ ዝብሉ እውን ስርዓት ዘፈርስ ስለዚ እዚ ፌደራል ስርዓት ብተደጋጋሚ የፍርስዎ እዮም ዘሎ ብተደጋጋሚ ህዝቢ ትግራይ እውን ብተደጋጋሚ ብዘይ ምቁራፅ ይብደል እዩ ዘሎ ይግፋዕ እዩ ዘሎ ኣህዳውያን ዝዕንድርሉ ስርዓት ዓዲ ምዕንዳር ጥራሕ እንተይኮነስ ብፍላይ እዚ ህዝቢ ዝሽ ቀጥቂጥካ ኣሰኩንካ ኣጥሚኻ ከም ብህርኮ እንተዘይኮይኑ ኣክራኺርካ ብፖለቲካ ክትገጥሞ ኣይትኽእልን ስለዚ ኩላ ናይ መንግስቲ መሳርሒ ንጠቐም ኩላ ናብ ትግራይ ዘበለት ሙላ ቂላስ ይኹን ግዛዕ ይኹን ከም ትከታተሎ እዩ ናብ ጎታትካ ምውራድ እዩ እንታይ ዝበሃል ዓዲ እዩ ዝኾን ዘለዎ ስለዚ በደል ኣብ ልዕሊ ህዝቢ ትግራይ ክትገልፆ እውን ዘይትኽእል እዩ መርከዝ ዓዲ እዚ ናይ ሓባር ዓዲ ድዩ ክሳዕ ዘብለካ ማለት እዩ ፌደራል ስርዓት ኣይናትና ዓዲ እንዲ እዚ ናትና መንግስቲ ዘይኮነን ኣፈላላይ ድማ ኣፈላላይ እንታይ ግዳ ናይ ብዙሓን ፓርቲታት ዝበሃል ተፈላለየ ሓሳብ ትርፍ ኣብ ክሊ ሕገ መንግስቲ ኮይንካ ባል ካብ ሕገ መንግስቲ ወፅኡን ናይ ባዕሉ ቋንቋ ክወስድ ይኽእል እዩ ከይዱ ከይዱ ግን ብመረፃ እዩ ኩሉ መልክዕ ዝሕዝ ምስቲ ናይ ሓሳብ ነፃ ኮይንካ ምኻድ ጠላላ ዝተዓፀወሉ ናተዓፀወ መፅኢ ግን ብዝበለፀ ድማ ብፍላይ ኣብ ትግራይ ናብ ካልእ ይኸድ ከም ዘሎ ኢና ንርኢ ሕዚ ማዕቢሉ ዘሎ ግን ንኹሉ እናተገበረ ከይኣክል ኣብ ቀረባ ንርእየን ዘለና እቲ ገምጋምን ተኣፈትምን ሓደ ዝረኣነ ናብ ሓይልስ ይኸይድ ኣሎ እዚ መንግስቲ እዚ ጉልበት ኩሉ ጸቕጥታት ኩሉ ናይ ሚድያ ወፍርታት ንኩሉ ኢኮኖሚያዊ በትሪ እናብፀሐ ከይኣኽሎ ሕዚ ድማ ብሓይሊ ሓይል ክጭፍልቕ እየ ኢሉ ይንቀሳቐስ እዩ ዘሎ ብዙሓት ምልክታት እውን ኣለዋና እዩ ልሕዚ እውን ንብሎ ብሓይሊ ዝፍታሕ ምንም ነገር የለን ምንም ሓይል ዝፍታሕ የለን ሓይል ዝፍታሕ ምንም ነገር የለን ናይ ፖለቲካ ፈላላይ እውን ብሓይሊ እውን ክፍታሕ እውን ስር ይኽእል ተመሊስካ ብፖለቲካ ኢካ ትፈትሖ ብዘተ ኢካ ትፈትሖ ስልጣን ኮይኑ ድማ ብመረፃ ኢካ ትፈትሖ እሱር ካሊእ መንገዲ የብላ ካብ ወፃእ ዝኸይድ ያው ብጉልበት ብጥይት ኣፈላለየ ክፈትሕ እየ ዝበለ ያው ናይ መለክቲ መንግስታት ውልቀ ሰባት ዝገብሩ ደሞክራሲ ዝበሃል ቃል ኣሎ ጨንኡ እውን ዘይብሎ ስለዚ እናቐጥቀጡ እናጨፍለቑ ስልጣን ክቐፅሉ ዝደልዩ እዚ ድማ ዘይኸውን እዩ በዚ መፍትሒ ፖለቲካዊ ፖለቲካዊ ኣፈላላይ ናብዚ ንብሎ ዘለና እዮ ዘቕንዕ ዘሎ መሲ ከምኡ ዘብለና ዘሎ ምቅራባ ስለ ዘለ እዩ ምድላዋት ምልክታት ኣለዎ እዚ ሓደ ምልክታት ዳርጋ ኩሉ ሰራዊት ተዳለዩ እዩ ተባሂሉ ኣብ ዝኾነ ይኹን ቦታ ይሃሉ ናይ ማለት ኣብ ሃገር ኣብ ዝኾነ ይኹን ዘሎ ተዳሎ እዩ እንታይ ተፈጢሩ ሕዚ ወራር እኒ ኣብ ደገ ዝመፀ የብልናን ናይ ዲፕሎማሲ ናይ ካሊእ ኣሎ እዩ ምጥቃት ህዳሴ ግድብ ኣሎ በሃሊ ኣሎ እኒሀ እዩ ግን ወራደኒ ኩሉ ካብ ጫፍ ናብ ጫፍ ዝተዳሉ ዘብል የለን ስለዚ እዚ ከይዱ ከይዱ ናብ ህዝቢ ትግራይ ዝቐንዕ እዩ ህዝቢ ትግራይ ብሓይሊ ክነንበር ኮለና ብሓይሊ ዘይቀጥቀናዮ እናተባሃለ እውን ክዝረብ ፀንሐ እዩ ሕዚ ናብኣ እውን ይኸዱ ኣለዉ ናብኣ እዮም ተቐንዑ ዘለዉ ሕዚ እኳ ህዝቢ ትግራይ ካልናዮም ሕገ መንግስቲ እውን ኣኽቢሩ ናይ ባዕሉ መርፂ ኣካይዶ ኣሎ መንግስቱ ኣይንፈልጥን ስለዚ ንምንታይ ተኽሲ የድሊ ተሃውስካ ይተሃውስካስ እዚኣ መፍትሒት ምስራት ፈቲሕካ ናብ ዘተ ሰዓት እዚኣስ ከመይ ኢና ካብቲ ዘላቶ ቀልውላው ትወፅእ ዝብል ብዝርርብ ብዘተ እዩ እዚ ከምዚ ኢሉ እናሃሎ ሕዚ እንሪኦ ዘለና ምልክታት እዩ ዘሎ ናብ ሓይሊ የቕንዕ እዩ ዘሎ እዚ ህዝብና ክፈልጦ ዘሎ እዞም መራሕቲ እዚኦም ሰላም ኣይኮኑን ዝደልዩ ዘለዉ ብዘተ ሽግራት ክፍታሕ ኣይኮኑን ዝደልዩ ዘለዉ ብጉልበት ብብረት ፖለቲካዊ ፀገም ክፈትሕ የብሉ ዘሎ ስለዚ ኩልና ክነስተውዕሎ ኣለና ማለት እዩ ክነስተውዕሎ ኣለና ስለዝተዋደደ ምድላዋት ይግበር ኣሎ ተዋደደ ምድላዋት ሕዚ እውን ንሕና ሰላም ኢና ንደሊ ትግራይ ውግእ ኣይትደልን ንሕና እንደሊ ካብ ድኽነት ምውፃእ እዩ ካብ ድኽነት ንገላገል ኢና እንደሊ ስራሕ ዕድል ኢና ንፈጥር እንደሊ ክለምዕ ክዓርፈልና ኢና እንደሊ ምዕሩይ ምምሕዳር ክነግስ ኢና ንሰርሕ ንፅዕር ዘለና ትካላውነት ክዕንብብ ክሓልፈልና ክልወጥ ኢና እንደሊ ሕዚ ንሪኦ ዘለና ኣይትለምዑን ኣይትሰርሑን ናብ ዕግርግር ክነእትወኩም ኢና ሰላም ትበሃል ኣይትህሉን እታ ዝረኸብኩማ ሰላም ክትስእንዋ ኢኹም ልምዓትኩም እውን ክንዝርጎ ኢና ክንቅጥቅጠኩም ኢና ብሓይሊ ክነንበርክኸኩም ኢና ተባሂሉ ይስራሕ ዘሎ ንሕና እንደልዮን እዚ ውግእ እዚ ውግእ እንተእትዮምና ግን ክንምክት ኢና ግደፉና እናበልና ንልምነሉ እውን የለን ኣየድልን ኢና ንብል ከተጀመረ እውን ደው ይበል እዩ ግን ክንምክት ኢና ንከይንዋጋእ ኢልና ተዳሊና ኢና ዝተዳለና ድማ ሓይሊ ብምድላው እዩ ሰራዊት ኣዳሊና ኢና ንሕና እውን ውግእ ክነትርፍ ኢና ተዳሊና ክንዋግእ እንተኮይና ግን ክንስዕር ኢልና ድማ ተዳሊና ኢና መፈራርሒ ኣይኮነን ምድላው ብሰላም ክንውድእ ኢና ደሊና ግደፉን ኣያ ነይራ ናብ ውግእ ዘእትውና እንተኮይኖም ክንስዕሮም ኢና እዚ ናይ ቀደም ታሪክ ንምጥቃስ ተይኮነ ንሕና መሰልና ኢና ክነክብር ኣይትጨፍልቁና ኢና ንብል ዘለና ናብ ካሊእ ከይድና ኣይኮናን ክነንበርከካ ክንምክተካ ማለት ክነመሓደረካ ንብሎ ዘለና ጭፍላካ ስለዚ ትግራይ መዐንደሪት መድሕርቲ ኣይትኾነን ንኣዋሪቶም እያ ትኸውን ያኻ ክትፍለጥ ኣሎ ግደፉና ኢና ን ዘለና እምበር ክንወረኩም እንተኢሎምና ክቕበሩ እዮም ሓይልና እውን ከምኡ እዩ ሕዚ እውን ክንደግሞ ንኽእል ኢና እዚ ግን እየድልን ኣየድልን እዩ ኣብ ዘለና ውግእ እዚ ኣየድልን ፖለቲካ ገጠምና ፖለቲካ ግጠሙና ኢና መረፃ ገዲፎም እምበር መረፃ እዩ ነይሩ እቲ መፍትሒ ኣብ ትግራይ ገይርናያ ኢና ብሃገር እውን ሳያታ መፍትሒ ንህዝብታት ዓለም ንመራሕቲ ዓለም እውን ኣኽሊና ኢና ደጋጊምና ኣብዚ ነገር እዚ ካብ ቁፅር ክወፅ እዩ ናብ ውገን ተኣቲና ስለዚ ንስኻትኩም እውን ይምልከተኩም እዩ ንኩሎም መራሕቲ ኣብ ኣፍሪቃ ይኹኑ ኣብ ኣውሮፓ ይኹኑ ኣፍሊጥና ኢና ናብ ዝገደደ ይኸይድ ኣሎ። ቅድሚ ናብ ካሊእ ግጭት ምእታውና ደው ብሉ፣ ንኣኹምውን ይምልከት እዩ፣ እዚ መወዳእታ ዝበኣኽና ኣለንኩም ክትሕተቱ ኢኹምውን ዝብል እዩ። ንኹሉ እናተነገረኩም እንድሕር ዘይትሕግዙ ኮይንኩም ንስኻትኩም ትሕተቱ ኢኹም። ኣይንፈልጥንስ ክትብሉ ኣይትኽእሉን። ኣብ ዝኾነ ይኹን ይበገስ ስቕ እንተልኩም ተሓተቲ ኢኹም ኢልና ኣፍሊጥናዮም ኢና። ስለዚ ክግበር ዝከኣል ነገርስ ተገይሩ እዩ። ከምዝበልኩ መራሕቲ ዓለም ንኹሎም ክበሃል ይከኣል እዩ ተላኢኹ። ካብ ኣፍሪቃ ጀሚርና ምሉእ ኣሜሪካ ይኹን ቻይና ይኹን ኩሎም እቶም ትካላት ዓለም ዓለም ባንክ ንውን ካልኦት እውን ኣውሮጳ ሕብረት ኩሉ ክፈልጥ

ንባዕልኹም ግደ ክትጻወቱ ዝብል ውን ኣፍሊጥና ኢና። ብዝኾነ እቲ መወዳእታ ከቐምጦ ዝደሊ ህዝቢ ትግራይ ልዕሊ ክልተ ዓመት ብማእኸላይ መንግስቲ በደል ኣብ ልዕሊ በደል ብመንግስቲ ካብ ዝጣየስ ጀሚሩ ዋና ዕላምኡ ዋና ሸትኡ ትግራይ ምድኻም እዩ። ፕሮፓጋንድኡ ሚድያታቱ ብምሉእ ከም መንግስቲ እውን ዝሰርሖ ናይ ውድብ ናይ ገለ ጥራሕ እንተይኮነ ከም ህዝቢ ነገራይ ትግራይ እውን ከይንቀሳቀስ ምሁር ትግራዋን ነፃ እውን ነፃ ኮይኑ ሓሳቡ ከይገልፅ በብከባቢኡ ዘሎ ትግራዋን ክስከፍ ካብ ገዛ እውን ናብ ቤተትካ ዝድርበየሉ ወፃእተኛ ዝነብረሉ ዓዲ እዩ ኣዲስ ኣበባ ናይ ገሊኡ ተጋሩ እናተደልየ ውፃእ ምስ ቆልዑ ናብ ደገ ዝድረበየሉ ያው እቲ ዝፀንሐ ድማ ትፈልጦ ምፍንቓሉ ብዙሕ ስለዚ እቲ ሽግር እናተቓለለ ክንዲ ዝኸድ እናገደደ ይቕጥቀጠሉ ስለዚ እቲ ትዕግስቲ ጠቓሚ እዩ ጠቒሙና እዩ ኩሉ ነገር ብሰላም ክንሓልፎ ዓብይ ኢልና እንተ ርእስና እንተይኮነስ እናተቓለስና ሕገ መንግስቲ ይከበር እናበልና መፂና ኢና። ከምኡ ስለ ዝመፃና ክንደይ ሽርሒ ሰላም ሓድነትና ስኢንና እውን መኪትና ሓሊፍናዮ ኢና። ሕዚ ግን ካብ ዘለናዮ እታ ሰላም ክዘርጉ። ዝዳለወሉ ግዜ እዩ እዚኦም ምስ ጉልበት ተዘይኮይንና ኣይንክእሎን ክንቅጥቅጦም ኣልና ብጉልበት እውን ይክእሉና እዮም ማለት ኣይኮነን ግን ተተሓሳስባ ናብዚ ዘቐንዑ ዘሎ ስለዚ እታ መኸተ ክትጥንከረልዋ እያ ከምታ ዝፀናሓና እያ ሓድነትና ሕዚ መስጢእና እቲ ዝግበር ዘሎ ምድላው ነስተውዕል እቲ ሰላማዊ ሕጋዊ ፖለቲካዊ ዘልና ቃልሲ ይቕየር ከም ዘሎ ክንርዳእ ብመሰረት እውን ክንዳሎ ባዕልና ብዝበለፀ ክንዳሎ ክንገብር ኣለና እናተዳለና መፂና ኢና ተዳሊና እውን ኢና ግን ተኹነታት ከዓ እንደለና ክንፈልጥ ኣለና እንተመፅኦም እውን ብኩሉ ንምክት ኢና ኢልና ሕዚ እውን ትመፅኦም እቲ መልክዕ ናይቲ ቃልስስ ይቕየር ከም ዘሎ፣ እቲ መኸተ ይቕየር ከም ዘሎ፣ ናብ ወታደራዊ የቕንዕዋኻ ከም ዘሎ ፈሊጥና ዝበለጸ ስጥምጥም ኢልና ክንሰርሕ እምበር ንኣውን ተዳሊና ኢና እባ ዝበልናዮ ክነትርፍ ኢልና ኢና ተዳሊና ውግእ ክንዋጋእ ኢልና ኣይኮናን ተዳሊና ውግእ ክተርፍ ኢልና ኢና ተዳሊና ተመጺኡና ግን ክንስዕር እውን እዩ ኣብኣ በጽሓ ስላሓስ